ዕዙዝ ሰላምታና ተቐበሉ ናይዛ ዩቱብ ቻነል ተዓዘብቲ ከመይ ጸንሑ ነዚ እዋን ዘደልናዮም ዜናታት ሒዘልኩም ቀሪብ ኣለኹ ንምክታልኩም ብኽብሪ ዕድም ክቡራት ተዓዘብቲ ብርክ ዝበሉ ሓበሬታታት ናብ ዩቱብ ምስ ትጸዓኑ ኣቐዲሙ መልእኽቲ ወይ ድማ ኖቲፊኬሽን ንክበጽሓኩም ዜናታት ብእዋን ንክትከታተሉን ነዛ ዩቱብ ቻነል ሰብስክራይብ ብምግባር ናይ ደወል ምልክት ምጥዋቕ ኣይትረስዑ። ማእኸላይ ምብራቕ ብዝምልከት ሰበር ሓበሬታታት ብናይ ሰዓታት ኣፈላላይ ይስምዑ ኣለዉ። እቲ ሰበር ሓበሬታ ምስ እንሰግር ክቡራት ሰማዕቲ፣ ኢራን ብለይቲ ሓድሽ ዜና ካብ ዋና ከተማኣ ቴህራን ኣስሚዓ ኣላ። እዚ እውን ኣሜሪካን እስራኤልን ብዘውረድኦ መጥቃዕቲ ዝተቐትሉ ኣያቶላ ዓሊ ካሚኒ ዝትክእ መንፈሳዊ መራሒ ብለይቲ መሪጻ ዕላዊ ገይራ ኣላ። ወዲ ኣያቶላ ዓሊ ካሚሊ ነቲ ስልጣን ከም ዝተቐበሉ እውን ኣፍሊጣ ኣላ። ነዚ ስዒቡ እስራኤልን ኣሜሪካን ከም ዘይቅበልኦ ብምግላጽ ስጉምቲ ዝወሰዳ ኮይነን፣ ነዚ ስዒቡ ናይ ኢራን መንግስታውያን ተለቨጅን ሓድሽ ላዕለዋይ መራሒ መራሒ ሞጅታብ ካሚኒ ከም ዝቖሰሉ ኣረጋጊጸን ኣለዋ። እስራኤል ብለይቲ ሓያለ መጥቃዕቲ ዝፈጸመት ኮይና፣ ኣብ ልዕሊ ኢራን ሓያል ዕንወት እውን ኣውሪዳ ኣላ። ኢራን እውን ብተመሳሳሊ መልክዑ፣ ኣብ ልዕሊ እስራኤል ሓያል ናይ ሚሳይል መጥቃዕቲ ከም ዘውረደት እዩ ተመላኺቱ ዘሎ። ካብዚ ብዝሓለፈ ኣሜሪካ ኣብ ማእኸላይ ምብራቕ ህፁፅ መጠንቀቕታ ኣውፂኦ ዘውፀአት ኮይና ኣብ ስዑድ ዓረብ ዝርከቡ ዲፕሎማሰኛታታ ብሙሉኦም ንስዑድ ዓረብያ ለቒቖም ንኽወፁ ህፁፅ ትእዛዝ ከም ዘሕለፈት እዩ ተሓቢሩ ዘሎ። ናይ ዓለም ዋጋ ነዳዲ ብዝለዓለ ኩነታት ክወሰኽ ዘርኣየ ኮይኑ ነዚ ስዒቡ ፕሬዝዳንት ኣሜሪካ ዶናልድ ጄ ትራምፕ ምንም ማለት ኣይኮነን ንሰላም ዝተኸፍለ ዋጋ እዩ ፀገም የብሉን ግዝያዊ ክብሉ ተሰሚዖም ኣለው። ከምኡ ናይ ኢማራት ዓረብ ከም ዝኾነት ዝተሓበረላን ናይ ኢማራት ዓረብ ባንዴራ እናንበልበለት ብወሽመጥ ሆርሙዝ ትሓልፍ ዝነበረት ሓንቲ መርከብ ብሓይልታት ኢራን ተሃሪማ ከም ዝጠሓለት ተሰሚዑ ኣሎ። ብዛዕባ እዚኦምን ካልኦት ዝርዝር ሓበሬታታት ዘስመዓኩም ክኸውን እዩ። ክሳብ መወዳእታ ሓቢርኩምኒ ጽንሑ። ሓቢርና ንከታተል። ብፈለማ፣ ኢራን ናይ ኣያቶላህ ዓሊ ካሚኒ ዝትክእ መራሒ መሪጻ ከም ዝሓደረት ተሰሚዑ። ቤት ምኽሪ መራሕቲ ሃይማኖት ኢራን፣ ኣብ ቀረባ እዋን ብመጥቃዕቲ ኣሜሪካን እስራኤልን ዝተቐትሉ ኣያቶላህ ዓሊ ካሚኒ ብምትካእ፣ ወዶም ሙጅታብ ካሚኒ ናይታ ሃገር ሓድሽ ላዕለዋይ መራሒ ሃይማኖት ኰይኑ ከም ዝተመርጸ መንግስታውያን ማዕኸን ዜና ኢራን ይጽብጽባ ኣለዋ። ወዲ ሓምሳን ሽዱሽተን ዓመት ሙጅታብ ቅድሚ ሕጂ ኣብ እስላማዊት ሪፓብሊክ ውሽጢ ምንም ዓይነት ናይ ስልጣን ቦታ ዘይነበሮ ዋላ እኳ ተኾነ ብድሕሪት ብምዃን ሓያለ ጽልዋ ከሕድር ጸኒሑ'ዩ ክትብል ውን ኢራን ገሊጻ ኣላ። ብፍላይ ኣብ ፕሬዝዳንታዊ መረጻ ምትእትታው ብምግባር ምልሻታት ባሲድ ብምእዛዝ ምስ ሓለዋ ሰውራ ኢራን ዕቱብ ርክብ ስምምዕ ብምፍጣር ስሙ ብሰፊሑ ከምዝለዓል'ዩ ተጸብጺቡ ዘሎ። እዚ ሓድሽ ሽመት ኣብ ታሪኽ እታ ሃገር ሓድሽ ናይ ታሪኽ ኣጋጣሚ ፈጢሩ'ሎ ዝበላ እተን መራኸብቲ ሓፋሻት ምንም ዋላ እኳ ኣቡኡ ካሚኒ መስራቲ እስላማዊ ሪፓብሊክ ሮሆላ ሆሚኒ ኣብ ዓሰርተ ትሽዓተ ሰብዓን ትሽዓተን ኣብ ዝተኻየደ ሰውራ ዝተኣለየ ፖላዊ ንጉሳዊ ስርዓት ብዘርኢ ዝመሓላለፍ ናይ ስልጣን ምስግጋር ብዝብል ብዕቱብ ይቃወምዎ ከም ዝነበሩ ይገልጻ። ካብዚ ብዝሓለፈ ሞጅታብ ካሚኒ ኣብ ትሕቲ ኣቦኡ ብምስርሑን ተወሳኺ ብምዃኑን ምኽንያት ኣብ ክልተ ሽሕን ዓሰርተ ትሽዓተን ብመንግስቲ ኣሜሪካ እገዳ ተነቢሩሉ ከም ዝነበረ ሓበሬታታት የረድኡ። እዚ ከምዚ ኢሉ እንከሎ ፕሬዝዳንት ኣሜሪካ ዶናልድ ጄይ ትራምፕ ኣብ ልዕሊ መረፃ ሓዱሽ መራሒ ኢራን ናቶም ፈቓድ ክህሉ ከምዝግባእ ቅድሚ ሕጂ ክገልፁ ምፅንሖም ይፍለጥ። እቶም ፕሬዝዳንት ምስ ነበር ኣመራርሓ ርክብ ዘለዎ ካሊእ ኣካል ንምቕባል ፍቓደኛ ምዃኖም ዋላኳ ተሓበሩ ብፍላይ ድማ ሙጅታብ ካሚኒ ናብ ስልጣን ምምፅኡ ግን ብዕቱብ ተቓዊሞም እዮም። ኣብ ዝሓለፈ ውድቅ ዓሊ ሃሚኒ ፈጺሙ ኣይቅበሎን'የ፣ ናብ ስልጣን ክዲብ የብሉን ዝበሉ ትራምፕ፣ እቲ ሹመት ዕላዊ ቅድሚ ምዃኑ ቅድሚ ዝተወሰነ ሰዓታት ንሶም ዘይፈቕድዎ ሓድሽ መራሒ ኣብ ኢራን ከምዘይምረጽ ኣረጋጊጾም'ዮም። ብተመሳሰሊ እስራኤል'ውን ንሓድሽ መራሒ ኢራን ምምራጽ ስዒቡ ናይ ዝሞቱ ኣያቶላ ዓሊ ካሚኒ ሕድሕድ ተተካኢ ሃዲነ ክቐትሎ'የ ክትብል ገሊጻ ምንባራ ይዝከር። እዚ ከምዚ ኢሉ እንከሎ መንጊስታውያን ተለቨዥን ኢራን ሞጅታብ ካሚኒ ናብ ላዕለዋይ መራሒ ምዕባዩ ኣመልኪቱ ኣብ ዘውጽኦ ጸብጻባት እቲ ሓድሽ መራሒ ኣብቲ ኲናት ከምዝተጎድኣ ኣፍሊጠን ይርከባ ኣለዋ። እዛ መደበር ተለቨዥን ነዚ ዘፍለጠት ድሕሪ ምሻብ ሙጅታብ ኣብ ዘውጽኦቶ ናይ ፈነወ ዜና'ዩ። እቶም ኣቕረብቲ ዜና ንሞጅታብ ብጸላኢ ዝተጎድኣ ክብሉ ብምግላጽ እዚ መጉዳእቲ ዝወረዶ ድማ ኣብዚ ሕጂ እዋን ዝካየድ ዘሎ ግጭት ኲናት ሮሞዳን ከምዝኾነ'ዮም ጸብጺቦም ዘለዉ። ዋላኳ እታ መደበር ተለቬጅን ስፍሓት እንታይነትን መጉዳእቲ ካብ ምግላፅ እንተተቆጠበት ድሕሪ ምጅማር እቲ ኹናት ብ ዕስራን ሸሞንተን ለካቲት እስራኤልን ኣሜሪካን ኣብ ልዕሊ ቴህራን ብዝፈፀሞ ምጥቃዕት ነፈርቲ ኣቦ ሞጅታብን በዓልቲ ቤቶምን ከምዝተቀትሉ ይፍለጥ። ሞጅታብ ካሚኒ ትማሊ ምሸት ብወግዒ ሓድሽ ላዕለዋይ መራሒ ኢራን ተባሂሉ እኳ እንተተሰየመ እዚ ኹናት ካብ ዝጅምር ግዜ ኣትሒዙ ግን ኣብ ቅድሚ ህዝቢ ከምዘይተራእየ እውን እተን ማዕኸናት ዜና ኢራን ገሊፀን ይርከባ ኣለዋ። እዚ ከምዚ ኢሉ እንከሎ፣ ኢራን ኣብ ልዕሊ ሃገራት ወሽመጥ ዓረብ እትፍንዎ መጥቃዕታት ሚሳይልን ድሮናትን ሕጂ'ውን ቀጺሉ ምህላዉ ስዒቡ፣ ቤት ጽሕፈት ጉዳያት ወጻኢ ኣሜሪካ ኣብቲ ዞባ ዝርከቡ ሰራሕተኛታት መንግስትን ኣባላትን ስድራቤታቶምን ንድሕንነቶም ብዝብል ካብ ስዑድ ዓረብያ ሙሉእ ብሙሉእ ለቒቖም ክወጹ ህጹጽ ትእዛዝ ከምዘሕለፈ ተመላኺቱ ኣሎ። እቲ ቤት ጽሕፈት፣ ኣሜሪካውያን ዜጋታት ናብ ስዑድ ዓረብ ዘካይድዎ ጉዕዞ ንኽቋርጹ ብዕቱብ ዘተሓሳሰበ ኮይኑ፣ ነዚ እውን ብቐዳምነት ናይ ኢራን መጥቃዕታት ሰብ ኣልቦ ነፈርትን ሚሳኤላትን ኣብ ልዕሊ ትካላትን ረብሓታትን ኣሜሪካ ዘነፃፀሩ ብምዃኖም ሰራሕተኛታት ኤምባሲ ብህፁፅ ንክወፅኡ ትእዛዝ ኣሕሊፉ ይርከብ ኣሎ። ፕሬዚዳንት ኣሜሪካ ዶናልድ ጄ ትራምፕ ኣብ ማእኸላይ ምብራቕ ብዝተወለዐ ከቢድ ደማዊ ኹናት ምኽንያት ብዝለዓለ ኹናት ይንህር ዘሎ ዋጋ ነዳዲ ብእዋኑ ከምዝዕረ ብምግላፅ እዚ ህዝቢ ዓለም ብሙሉኡ ንዓለም ሰላምን ድሕንነትን ዝኸፈሎ ውስን መስዋእቲ ክብሉ ተሰሚዖም ኣለው። እቶም ፕሬዚዳንት ኣብ ማሕበራዊ መራኸቢ ገፆም ኣብ ዝጠቅዕዎ ፅሑፍ ናይ ኢራን ስግኣት ኒኩለር ሙሉእ ብሙሉእ ምስ ተኣልየ ሕጂ ዝረኣ ዘሎ ናይ ወሰኽ ዋጋ ነዳዲ ብቕልጡፍ ናብ ዝነበሮ ክምለስ እዩ። እዚ ናይ ሓፂር እዋን ወሰኽ ንኣሜሪካን ዓለምን ሰላም ከምኡ እውን ድሕንነት ዝተኸፍለ ውሑድ ዋጋ እዩ ኢሎም ኣለው። ብምውሳኽ ድማ ኣብዚ ዝተፈለየ ኣተሓሳስባ ካብዚ ኣተሓሳስባ ዝተፈለለየ ኣተሓሳስቦ ዘለዎም ዓያሹ ጥራሕ እዮም ዝብል ፀርፊ እውን ወሲኾምሉ ኣለው። ብዝተኣሳሰረ ዜና ኣብ ዕዳጋ ዓለም ዝተረኣየ ዋጋ ወሰኽ ዋጋ ነዳዲ ሩሲያ ኣብ ክልተ ሽሕ ዒስራን ክልተን ኣብ ልዕሊ ዩክሬን ወራር ካብ ዝኸፈተትሉ እዋን ንደሓር ተራእዩ ዘይፈልጥ ወሰኽ ከምዝኾነ ሰብሞያ ዘውፅእዎ ሓበሬታ የመላኽት። ሕጂ እቲ ኹናት እናሓየለ እንተቐፂሉ በዚ ኩነታት ምፅዋር ከምዘይከኣልን ዋጋ ነዳዲ ካብዚ ንላዕሊ ወሰኽ ከርእን ክንህርን ከምዝኽእልን እዩ ተመላኺቱ ዘሎ። ብኻሊእ ዜና ማእኸላይ እዚ ኣሜሪካ ኣብ ዘውፅኦ መግለፂ መንግስቲ ኢራን ዝለዓለ ብዝሒ ህዝቢ ካብ ዘለዎም ናይ ሲቪል ከባቢታት ድሮናትን ባለስቲክ ምሳኤላትን ብምትኳስ ንብዙሓት ንፁሃት ዜጋታት ኣብ ሓደጋ የእቱ ብምህላዉ ንኢራናውያን ናይ መጠንቀቕታ መልእኽቲ ኣሕሊፉ ይርከብ ኣሎ። እዚ ተግባር እዞም ናይ ሲቪላት መንበሪ ቦታታት ናብ ወተሃደራዊ ዕላማታት ክቕይሮም ከም ዝኽእል እዩ እዚ ኣሜሪካ ኣጠንቂቑ ዘሎ። እቲ መግለጺ ከም ዘብርሆ እንተኾይኑ፣ እዚ ሓደገኛ ውሳነ ኣብ ውሽጢ ኢራን ናይ ዝርከቡ ሰላማውያን ዜጋታት ህይወት ኣብ ሓደጋ ዘውድቕ እዩ ዝበለ ኮይኑ፣ ሓደ በዓል ስልጣን ኣሜሪካ ከም ዝገለጽዎ፣ ሰራዊት ኣሜሪካ፣ ናይ መንግስቲ ኢራን ተንቀሳቐስቲ ሰብ ኣልቦ ነፈርቲ ድሮናት ወይ ድማ ባለስቲክ ሚሳይላት መወንጨፊታት ዝለዓለ ብዝሒ ህዝቢ ናብ ዘለዎም ናይ ስቪላት ከባቢታት ክወስዶ ብተደጋገሚ ተራእያ ኣላ ኢሎም ኣለው። ብፍላይ ዲዝቡል፣ ኢስፋህን ሻራህን ዝተብሃላ ከተማታት ኢራን ድሮናት ወይ ሚሳኤላት ንምትኳስ ዝተጠቐመትለን ከተማታት ምዃነን ሰራዊት ኣሜሪካ ኣብ ዘውጽኦ መግለጺ ሓቢሩ ይርከብ ኣሎ። በቲ ካሊእ ወገን ናይ ኢመራት ዓረብ መርከብ ብናይ ኢራን ሚሳኤላት ከም ዝተሃረመት ተፀብፂቡ ኣሎ። ናይ ኢመራት ዓረብ ባንዴራ እናንበልበለት ኣብ ከባቢ መፃብቦ ሆርሙዝ ትጓዓዝ ነይራ ዝተብሃለት ናይ ኢመራት ዓረብ መርከብ ብኢራን መጥቃዕቲ ከም ዝወረዳን እታ መርከብ ኣብ ከባቢ መፃብቦ ሆርሙዝ ከም ዝጠሓለትን ተገሊፁ ኣሎ። መጥቃዕትታት ኣብ ዝቐፅልሉ ወታደራዊ ዒላማታት ኣብ ዝተፈላለዩ ቦታታት ይህረምሉ ምህላዎም ስዒቡ፣ ናይ ኣሜሪካን ምስ ኣሜሪካ ርክብ ኣለወንን ናይ ዝተብሃላ ሃገራት መራኽብ ዒላማ ብምግባር መጥቃዕትታት እናፈጸመት ከምዝቐጸለት ኢራን ዘፍለጠት ኮይና፣ በዚ'ውን ካብ ኣዘርባጃን፣ ህንድን ፊሊፕስን ዝመጽኡ ሸውዓተ ሰራሕተኛታት ዝሓዘት ሙስታፋ ክልተ ዝተሰምየት ናይ ኢመራት ዓረብ መርከብ ናይ ኢመራት ባንዴራ እናንበልበለት ኣብ ትንቀሳቐሰሉ ዝነበረት እዋን ኣብ ዓይኒ ሓይሊ ኣየር ኢራን ከምዝኣተወትን ናይ ሚሳኤል መጥቃዕቲ ከምዝወረዳን ከምዝጠሓለትን እዩ ተገሊጹ ዘሎ። እዚ ከምዚሉ እንከሎ፣ እስራኤል ኣብ ዋና ከተማ ናይ ኢራን ቴህራን ሓያለ ደብዳብ ዘካየደት ኮይና፣ ናይ ኢራን ዓበይቲ መኽዘንን መጻረዪ ነዳዲ ከምኡ'ውን ካልኦት መሳላጥያታት ምሉእ ብምሉእ ከምዘዕነወት ተገሊጹ'ሎ። እስራኤል እተካይዶ ዘላ መጥቃዕቲ ካብ ዕለት ናብ ዕለት እናሓየለ ይኸይድ ከምዘሎ'ውን ተጸብጺቡ'ሎ። እዚ ከምዚሉ እንከሎ፣ ማዕኸን ዜና ኢራን ታስኒም ከምዘፍለጦ እንተደኣ ኮይኑ፣ እስራኤል ንዝወሰደቶ ናይ መጥቃዕቲ ስጉምቲ፣ ኢራን ሕነ ናይ ምፍዳይ ስጉምታ ቀጺላ ኣላ ብዝብል ብምግላጽ፣ ሎሚ ለይቲ ኢራን ናብ እስራኤል ብርክት ዝበሉ ሚሳኤላት ከም ዝተኮሰት እዩ ኣፍሊጡ ዘሎ። ኣብ ኲናት ዝርከባ ሃገራት በብወገነን ድርድር ዝበሃል ነገር ከም ዘይህሉ እናገለጻ ኮይነን፣ እስራኤል፣ ኣይደግሞን እየ ብዝብል ብሓያለ ቃል ኣብ ዘውጽኣቶ መግለጺ፣ ድርድር ዝበሃል ነገር የለን፣ ድርድር ዝበሃል ነገር ሕጂ ኣይሰርሕን ክትብል ኣፍሊጣ ኣላ። ምዝርራብ ዝበሃል ነገር የለን፣ ክሳብ መወዳእታ ኲናት ክቕጽል እዩ ክትብል እውን ኣፍሊጣ ትርከብ ኣላ። ፕሬዚዳንት ኣሜሪካ ዶናልድ ጄ ትራምፕ እውን ብቑልዕ ኾነ ብሕቡእ ምንም ዓይነት ድርድር ዝበሃል ነገር የለን ክብሉ ኣፍሊጦም ኣለው። ኢራን ብወገና ብምሸት ኣብ ዝሃበቶ መግለፂ ከም ዝበለቶ፣ ስምምዕ ምቁራፅ ተኹሲ ኾነ ድርድር ከም ዘይትቕበል እያ ገሊፃ ትርከብ ዘላ። እዚ ኣብ ዝኾነሉ እዋን ፕሬዚዳንት ኣሜሪካ ዶናልድ ጄ ትራምፕ ንኩባ ድሕሪ ኢራን ናባኺ እየ ክብል ተሓኒንላ ኣሎ። ፕሬዚዳንት ኣሜሪካ ዶናልድ ጄ ትራምፕ ኩባ ንኢራን ስዒባ ዒላማ ምምሕዳሩ ምዃና ብምግላጽ ይናዋሕ ይሕጸር ኣብታ ደሴት ለውጢ ክመጽእ ምዃኑ ከም ዝኣምን ገሊጹ ይርከብ ኣሎ። ትራምፕ ነዚ ዝገለጸ ኣገልግሎት ኤሌክትሪክ ኩባ ን ዕስራን ኣርባዕተን ሰዓታት ድሕሪ ምቁራጹ ሓደ መዓልቲ ጸኒሑ እዩ። እቲ ፕሬዝዳንት ምስታ ከም ሊዮነል ሜሲን ሉዊስ ሱዋሬዝን ዝኣመሰሉ ከዋኽብቲ ዝሓዘት ጋንታ ኩዕሶ እግሪ ኢንተር ሚያቢ ኣብ ዝተራኸበሉ እዋን ንሓደ ካብ ወነንቲ ኩባውያን ኣሜሪካዊ ጆርጅ ሞስ ኣብ ቀረባ ግዜ ነቲ ኣብ ኩባ ዝካየድ ዘሎ ከብዕልዎ ምዃኖም እዩ ተዛሪቡ። ወሲኹ ድማ ሰበ ስልጣን ኩባ ካብቲ ክትግምቶ እትኽእሉ ንላዕሊ ውዕሊ ክገብሩ ይደልዩ እዮም ኢልዎም ኣሎ። ጆርጅ ሞስ ብወገኑ ዘገርም መዓልቲ ክኸውን እዩ ክብል መሊስሉ ኣሎ። ትራምፕ ምስ ሲኤንኤን ኣብ ዝገበሮ ቃለ መሕትት ኩባ ኣብ ቀረባ እዋን ክትወድቕ ምዃና ብምሕባር መራሕቲ ኩባ ስምምዕ ንምፍጻም ይዛተዩ ከም ዘለዉ ንማርኮ ሩቢዮን ክልእኮን እንታይ ከም ዝዕዘብ ክርእዮን ምዃኑ'ዩ ተዛሪቡ። ኣብዚ ግዜ'ዚ ቀንዲ ኣቶኩሮኦም ኣብ ኢራን ከም ዘሎ ድሕሪ ምግላጽ፣ ይኹን እምበር ብዙሕ ግዜ'ዩ ዘለና፣ ኩባ ድሕሪ ዓምሳ ዓመት ድልውቲ ኮይና ኣላ ኢሉ። ልክዕ ግዜ'ኳ እንተ ዘይገለጸ፣ ካብ ዳሕረዋይ መግለጺታቱ ግን ምምሕዳሩ ንኩባ ከም ቀንዲ ኣካል ዞባዊ ኣጀንድኦም ብምርኣይ ጸቕጢ ክገብሩላ ከም ዝሓሰቡ ርዱእ'ዩ ዝመስል። ሚኒስትሪ ጉዳያት ወጻኢ ኣሜሪካ ማርኮ ሩቢዮ ናብ ኩባ ዝኸደሉ ምኽንያት እውን ገጽ ንገጽ ተራኺቦም ንምዝታይ ክኸውን ከም ዝኽእል እዩ ተገሚቱ ዘሎ። እምበኣርከስ ክቡራት ተዓዘብቲ ነዚ እዋን ዘደልኒ ሓበሬታ እዚ ዝመስል ነይሩ። ብኻሊእ ዜና እስካዕ ንራኸብ ሰላም።